ዓብዪ ግድብ ህዳሰ ብዝምልከት ምስ ኢትዮጵያ ካልእ ዝርርብ ኣይክህልን እዩ ክብል ሚኒስተር ጉዳያት ወፃኢ ግብፂ በድር ዓብደላጢ ተዛሪቡ እቲ ሚኒስተር ሎም ኣብ ዘካየደ ቃለ ምሕተት ን13 ዓመታት ዝፀንሐ ዝርርብ ዝኾነ ፍታሕ ከምፅእ ኣይከኣለን ክብል ገሊፁ ዓብዪ ግድብ ህዳሴ ኢትዮጵያ ካብ ዝምረቕ ኣትሒዙ ዝምድና ኢትዮጵያን ግብፅን ዝያዳ ወጥሪ ይዓስሎ ከምዘሎ ዝገለፀ እቲ ሚኒስትር፣ ማሕበረሰብ ዓለም ብዛዕባ እዚ ሻቕሎት ክስምዖ ከምዘለዎ እውን ኣተሓሳሲቡ። ኣብ ዝሓለፈ ዓሰርተ ሰለስተ ዓመታት ድማ ኣብ መንጎ ክልቲኣን ሃገራት ዝግበር ዝርርብ ዝኾነ ፍረ ስለዘየምፀእ ድማ ግብፂ ብመሰረት ዓለምለኻዊ ሕጊ ውሕስነት ማያ ከምተኽብር ድማ ኣመልኪቱ። ወሲኹ ድማ ካልእ ዝርርብ ኣድላይ ኣይኮነን ክብል ዝገለጸ ኮይኑ፣ ጉዳይ እቲ ግድብ ምስ ኢትዮጵያ ምስ ዘለና ክልተኣዊ ርክብ ዝተኣሳሰረ እዩ ብምባል፣ ኢትዮጵያ ዝወሰደቶ ስጉምቲ ብተናጸል ምዃኑ ድማ ጠቒሱ። እቲ ስጉምቲ ዘይሕጋዊ እዩ ክብል ድማ መርገጺ መንግስቲ ግብጺ ድማ ኣንጸባሪቑ። እቲ ግድብ ምስ ዓለማዊ ሕጊ ዘይቃዶ እዩ ክብል ዝገለጸ ሚኒስተር ጉዳያት ወጻኢ ግብጺ፣ ዝኾነ ስግረ ዶባዊ ሩባ ብመትከል ዓለማዊ ሕጊ ከምራሕ ከምዘለዎ ዘንጸባረቐ እቲ ሚኒስተር፣ እዚ ማለት ጉድኣት ከምዘየስዕብ ምርግጋጽ ኣድላይ እዩ ክብል ድማ ገሊጹ። ቅድሚ ሓደ ወርሒ ፕሬዚደንት ዓብደልፈታሕ ኣልሲሲ፣ ግብጺ ሃገራዊ ረብሓታት ነታ ማያ ንምውሓስ ኩሉ ኣድላዪ ስጉምትታት ክትወስድ እያ ክብል ኣጥንቂቑ ምንባሩ ድማ ኣይርሳዕን። ኣብ መንጎ ኢትዮጵያን ግብጽን ዘሎ ወጥሪ እናገደደ ኣብ ዝኸደሉ ዘሎ እዋን፣ ዝምድና ሶማልያን ግብጽን እናተጠናኸረ ይመጽእ ኣሎ። ኣብ መንጎ ክልቲኣን ሃገራት ዝተኸተመ ወታደራዊ ስምምዕ እግሩ ምውዓሉ ስዒቡ፣ ጀነራላትን ናውትን ዝጸዓና ክልተ ወታደራት ነፈርቲ ግብጺ፣ ኣብ ርእሲ ከተማ ሶማል ሞቓድሾ ድማ ዓሪበን እየን። እዚ ምውፋር ሰራዊት ግብፂ ኣብ መሬት ሶማሊያ ግን ብወገን ኢትዮጵያ ድማ ስንባደ ፈጢሩ ይርከብ ኣሎ። ግብፂ ብወገና ንልኡኽ ሕብረት ኣፍሪቃ ኣብ ሶማሊያ ንምትካእ ኣብ ሶማሊያ ዝካየድ ሓድሽ ተልእኾ ዓቃቢ ሰላም ዓሰርተ ሽሕ ሰራዊት ንምውፋር መደብ ከምዘለዋ እያ ትገልፅ። ግብፂ ኣብ ሶማሊያ ዘካየደቶ ወታደራዊ ምውፋር ምስቲ ምስ ኢትዮጵያ ዝነበረ ወጥሪ ምትእስሳር ኣለዎ ድዩ ዝብል ሕቶ ሚኒስተር ጉዳያት ወፃኢ በድር እንትምልስ ምትሕውዋስ ዘይመሳሰሉ ክልተ ነገራት እዩ ክብል ገሊፁ። ኣብ ሶማሊያ ሽበራ ንምምካት ኣብ ዝሕግዝ ተልእኾ ሕብረት ኣፍሪቃ ንሳተፍ ኣለና፣ ብሕቶ ሶማሊያን ሕብረት ኣፍሪቃ ኢና ተዋፊርና ክብል ድማ ገሊፁ። ብዛዕባ እቲ ኣብ ኢትዮጵያ ዝተፈጠረ ስግኣት ደጊሙ ምስ ተሓተተ ድማ፣ ንጽር ንክኾን ንሕቶ ባይታ ሰላምን ጸጥታ ሕብረት ኣፍሪቃን መንግስቲ ሶማልያን ብጽሑፍ ዘቕረቦ ዕድመ ኢና ተዋፊርና፣ ግዝኣታዊ ሓድነትን ልኡላውነት ሶማልያን ንምውሓስ፣ ካብ ኣልሸባብን ካልኦት ግብረሽበራውያን ጉጅለታት ንክንከላኸለሎምን ንክንሕግዞምን እዮም ዓዲሞምና ክብል ድማ ገሊጹ። ብኻሊእ ዜናና ድማ ቀዳማይ ሚኒስተር እስራኤል ፕሬይደንት ሃገር ካብቲ ዝቐረበሉ ክሲ ምሕረት ክግበረሉ ተማሕጺኑ። ቤንጃሚን ኔታንያ ሽጋራን ሻምፓይንን ብመልክዕ ብላዕ ተቐቢሉዮ ዝብል ዝቐረቡ ክስታት ብልሽውና ድማ ቀሪብሉ ምጽንሑ ይፍለጥ። ተቓወምቲ ግን ቅድሚ ምሕረት ምልማኑ ገበኑ ክኣምን'ሎ ክብሉ እዮም ምጉቶም ዘስምዑ ዘለዉ። ፕሬይደን ኢሳቅ ሄርዝ ብወገኑ ውሳነ ቅድሚ ምሃቡ ምስ ሰብ መዚ ፍትሒ ክላዘብ ምዃኑ ድማ ገሊጹ'ሎ። ብኻሊእ ዜናና ድማ ኣብ መንጎ ኤሜርካን ዩክሬን ዝተኻየደ ዝርርብ ውጽኢታዊ ምንባሩ ጸሓፊ ጉዳያት ወጻኢ ኤሜርካ ማርኮ ሮብዮ ተዛሪቡ። ኣብቲ ኣብ ከተማ መያሚ ዝተኻየደ ልዝብ ብወገን ኬቭ ጸሓፊ ቤት ምኽሪ ጸጥታ ሩስቱም ዝመርሖ ልኡኽ ክርከብ እንከሎ ንኩናት ዩክሬን ሰለማዊ ፍታሕ ንምርካብ ዝተመዘዘ ፍሉይ ልኡኽ ፕሬዚደን ኤሜርካ ዶላንድ ትራምፕ ስቲቭ ዊትኮፍ ድማ ተሳቲፉ ነይሩ። እማመ ኤሜርካ ተቐባልነት ክልቲኦ ወገናት ንክረክብ ተወሳኺ ጻዕሪ ከምዘድልዮ እውን ሮብዮ ኣሚቱ ኣሎ። ብኻሊእ ዜናና ድማ ላዕለዋይ ኣዛዚ ሓይሊ ባሕሪ ኤሜሪካ ኣብታ ልዕሊ እታ ዕጻፋ ርሒዛ ዝተባህለት ጃልባ ቬንዝወላ ካልኣይ ዙርያ ወታደራዊ መጥቃዕቲ ከካይድ ከምዝኣዘዘ ዋይት ሃውስ ኣራጋጊጹ። ወሃዊት ቃል ዋይት ሃውስ ክሪሊን ብሰኑይ ኣብ ዝሃበቶ መግለጺ ኣድሚራል ብራድሊ ብመሰረት ስልጣኑ ሕጊ እዩ ሰሪሑ ክትብል ገሊጻ። ሊቪት ሚኒስተር ምክልኻል ፔት ሃግስ ነቲ መጥቃዕታት ክፍጸም ፍቓድ ከምዝሃበት ድማ ኣራጋጊጻ። ኩሉ ሰብ ክቕተል ግን ትእዛዝ ከምዘይሃበት ጸብጻብ ዋሽንግተን ፖስት ኣመላኺቱ። እቲ ካልኣይ መጥቃዕቲ ክልተ ሰብ ካብቲ ናይ መጀመርታ መጥቃዕቲ ኣቲ ድሒኖም ኣብታ ትነድድ ዝነበረት መርከብ ተጣዊቖም ድሕሪ ምጽናሕ ከም ዝተፈጸመ ድማ ይንገር። ኣባላት ባይቶ ሪፐብሊካን ዲሞክራትን ብዛዕባ እቲ ጸብጻብ ስኩፍትኦም ብምግላጽ ኮንግረስ እቲ መጥቃዕትታት ክግምግም ምዃኑ ኣፍሊጦም። ልቪ ሰብቲ ብሰኑይ ዝሃበቶም መግለጺ ፕሬዚደንት ዶናልድ ትራምፕን ጸሓፊ ሄግስተንን ብፕሬዚደንት ዝተመዘዙ ናርኮ ሽበራውያን ጉጅለታት ብመሰረት ሕጊ ኲናት ዕላማ ከም ዝኾኑ ብንጹር ገሊጾም እዮም ክትብል ገሊጻ። ካብቲ ቀዳማይ መጥቃዕቲ ክልተ ሰባት ካብ ሞት ከም ዝደሓኑ ኾነ እቲ ካልኣይ መጥቃዕቲ ንዕኦም ንምቕታል ዝዓለመ ምንባሩ ግን ኣየረጋገጸትን። ሄግ ሰብቲ ብ ክልተ መስከረም ዝተኻየደ መጥቃዕቲ ኩሎም ኣብታ መርከብ ዝነበሩ ሰባት ክቕተሉ መምርሒ ከም ዝሃበ ዝገልጹ ጸብጻባት ማዕኸናት ዜና ምስ ወጸ ብዛዕባ ሕጋውነት ወተሃደራዊ መጥቃዕቲ ኤሜሪካ ኣብ ልዕሊ ኣብ ካረብያን ዝርከቡ ጀላቡ ተጻፋርት ዝበሃላ ስክፍታታት ድማ ፈጢሩ እዩ። ሄግ ሰብ ጸብጻብ ንዝቐረበ ክስታት ብምንጻግ ዝተፈብረኸ ቁጥዐ ዝፈጥርን ዘስክፍን ክብል ድማ ገሊጽዎ። ብሰኑይ ኣድማራይል ብራድሊ ኤሜሪካዊ ጅግና እዩ ሓቀኛ ሞያዊ እዩ ሚእቲ ሚእታዊት ደገፈይ እውን ኣለዎ ክብል ድማ ኣብ ኤክስ ጽሒፉ። ኣብ ጎኒ ዝወሰዶ ውሳደንታት ደው ኢለ ኣለኹ፣ ኣብ ተልእኾ ክልተ መስከረምን ካብኡ ንደሓር ካልእን ክብል ድማ ሓቢሩ። ኢሜሪካ ኣብ ዝሓለፈ ሰሙን ኣብ ካረብያን ወታደራዊ ህላወኣ ብምስፈፋሕ ኣብ ልዕሊ ብምስጋር ዕጸ ፋርስ ዝጥርጠሩ ጀላቡ ኣብ ዓለማዊ መያት ቬንዚወላን ኮሎምብያን ተኸታታሊ መጥቃዕቲ ድማ ኣካይዳ ኣላ። እዚ ድማ ኣካል ናይቲ ትራምፕ ጸረ ዕጸ ፋርስ ዝብሎ ስርሒት እዩ። ካብ መጀመርታ ወርሒ መስከረም ጀሚሩ በቲ መጥቃዕቲ ልዕሊ ሰማንያ ሰባት ድማ ተቐቲሎም። ምምሕዳር ትራምፕ ናብ ኤሜሪካ ዝኣትዋ ዘይሕጋዊ ዕጸፋርስ ዝጸዓና ጀላቡ ብምዕናው ርእሰ ምክልኻል ይገብር ከም ዘሎ ድማ ይገልጽ። እቲ መጥቃዓቲ ምስ ቬንዝወላ ዝነበረ ወጥሪ ድማ ብዓውዩ ኣግዲድዎ ኣሎ። ትራምፕ ብተደጋጋሚ ናብታ ሃገር ኣጋር ሰራዊት ኤሜሪካ ንምውፋር ኣብ ግምት ከም ዘእተወ ድማ ገሊጹ ኣሎ። እዚ ኣባላት ባይቶ ኤሜሪካ ኣብዚ ጉዳይ ምጽራይ ክውስኽ ድማ ገይሮም እዮም። ኣብ መወዳእታ ዝሓለፈ ሰሙን ኮሚቴ ዕጡቕ ኣጉልጉሎት ሴኔት ምስቲ መጥቃዕትታት ዝተኣሳሰር ሓቅታት ንምውሳን፣

ኣመሓዳሪ ዞባ ዳርፉር ሚኒ ኣርኮ ሚናዊን ካልኦት ላዕለዎት ሰበስልጣን ተራኺቡ ኣብ ምድንፋዕ ክልተኣዊ ዝምድና ኤርትራን ሱዳንን ምዕባለታት ግጭት ሱዳን ንምፍታሕ ዝካየድ ዘሎ ጻዕሪ ከምኡ'ውን ሓበራዊ ኣገዳስነት ዘለዎም ዞባውን ዓለማውን ጉዳያት ዘተኮረ ዓሚቝ ዝርርብ ኣካይዱ። ዕላማ ናይቲ ምብጻሕ ጽኑዕን መትከላዊ መርገጺ ደገፍ ህዝብን መንግስትን ኤርትራ ንስምርትን ልእላዊት ሱዳን ደጊፍካ ንምርግጋጽ ከምዝኾነ ዝገለጸ ክቡር ፕሬዚደንት ኢሳያስ ኣፈወርቂ ዘላቒ ሰላም ንምርግጋጽ ሓላፍነት ምርግጋጽ ሓድነታ ዝዓቀበት ርግእቲ ሱዳን ተሰኪሙ ዘሎ መሰጋገሪ ባይቶ ደው ከምትብልን ዘኽእላ ኩሉ ከምትሰርሕን

ብኻሊእ ዜናና ድማ ከረን መንእሰያት ብዝተፈላለዩ ዓውታት ሞያ ሰልጢኖም ኣብ ከተማ ከረን ብዓውታ ስነ ፅባቐ ፀጉሪ ርእሲ፣ ምምልካዕ ሜክኣፕን፣ ኣሰራርሓ ባህላውን ዘመናውን ምግቢ ከምኡ እውን ስርሓት ካይላ ዝሰልጠኑ ሚእትን ኣርብዓን ሸውዓተን መንእሰያት ብ ዕስራን ሓሙሽተን ሕዳር ተመሪቖም። እቲ ካብ ሰለስተ ክስካብ ሽዱሽተ ኣዋርሕ ብግብርን ብክለሳ ሓሳብን ዝተወሃቦ ትምህርቲ ብሰልጠንቲ ልዑል ተቐባልነት ስለዝረኸበ ኣድማዒ ምንባሩ ኣብ ሃማደኤ ዞባ ዓንሰባ ሓላፊ ክፍሊ ፕሮጀት ወይዘሮ ካሚላ ገብረኪዳን ገሊፃ። ኣብ ዝሓለፈ ዓሰርተ ዓመታት ኣብ ኩለን ንኡሳት ዞባታት ዓሰባ ዓሰርተ ሓደ ሽሕን ሰለስተ ሚእቲ ሰላሳን መንእሰያት ብዝተፈላለዩ ዓውታት ሞያ ከም ዝሰልጠኑ ብምጥቃስ ኣብ ንኡስ ዞባታት ከረን፣ ዒናባርዓድን ገለብን ዝርከቡ ነብሲ ወከፎም ዕስራ ሽሕ ናቕፋ ወለድ ዘይብሉ ልቓሕ ስለ ዝተፈቐደሎም ኣብ ምርባሕ ንህብን ደርሁን፣ ምርባሕ ኣባጊዕን ተዋፊሮም ጽቡቕ ለውጢ የምጽኡ ከም ዘለዉ ድማ ሓቢራ። ሓላፊ ሃማድኤን ዞባ ዓሰባ ኣቶ ኣዛዚ በረከት ብግድኡ፣ ሃማድኤ ምስ መሻርኽቱ ብምትሕብባር መንእሰያት ልክዕ ሞያ ዓጢቖም ፈጠርቲ ስራሕ ንክኾኑን ብቑጠባ ነብሶም ንክእሉ ብዝለዓለ ከም ዝተሰርሐሉ ብምግላጽ ሰልጠንቲ ቀሲሞሞ ዘለዉ ሞያታት ብግብሪ ክሰርሕሉ ከማዕብሉን ትፅቢት ከም ዝተገበረሎም ድማ ኣረዲኡ። ሰልጠንቲ ብግዲኦም ዝቐሰምዎ ሞያ ኣብ መዓልታዊ መነባብሮ ኣዝዩ ኣገዳሲ ምዃኑ ብምጥቃስ ተመሳሳሊ ስልጠናታት ብቐፃሊ ክውደብ ድማ ተላብዮም። ብኻሊእ ዜናና ድማ መግለፂ ወታደራዊ ኣዛዚ ኣሜሪካ ኣፍሪቃ ኣብ ዝሃቦ መግለፂ ሶማሊላንድ ሓንቲ ካብ መካከል ሃገር ሶማሊያ ምዃና ዝሓበረ ኮይኑ እዚ ሓረግ እዚ ንሓድነት ግዝኣታዊ ምሉእነት ሶማሊያ ኣሜሪካ ከምትድግፍ ምዃኑ ገሊፁ። ሶማሊላንድ ንዝሓለፈ ሰላሳ ዓመታት ንዋና ከተማኣ ሀርጌሳ ብምግባር ካብ ዓባይ ሶማሊያ ተነጺላ ናይ ገዛእ ርእሳ ምምሕዳር ዝኣወጀት ኮይና፣ ብህግራዊ ማሕበረሰብ ልኡላውነት ሃገር ተፈላጥነት ዘይረኸበት ክሳብ ሕጂ ከም ኣካል ሶማሊያ ሞቓድሾ እትሕሰብ ዘላ ግዝኣት እያ ልኡላዊት ኣይኮነትን ክብል ገሊጹ። ፋኖ ዝተፈላለየ ከባብታት ይቆፃፀሮ ኣለዉ ዘለወሉ እዋን ዝተፈላለዩ ዓበይቲ ጀነራላት ይማርኽን ብወለንተኦም ናብኡ ይፅምበሩ ከም ዘለዉ ድማ ይግለፅ ኣሎ ብወገን ደቡባዊ ቀይሕ ባሕሪ ካብ ክልል ዓፋር ብብዝሒ ከባቢ ሰላሳን ትሽዓተን ዝብዝሖም ማለት ሰላሳን ትሽዓተን ዝብዝሖም ናብ ኤርትራ ኣትዮም ከም ዘለዉ ይሕበር ኣሎ እቲ ዜና ብጣዕሚ እቲ ሰራዊት ናይ ፌደራል ኣብ ዝሓለፈ እዋን ላዕለዋይ በዓል ስልጣን ሓደ ብርጋዴር ጀነራል ናብ ክልል ኣምሓራ ናብ ፋኖ ከም ዝተሓወሰ ምስ ፋኖ ኮይኑ ንክዋጋእ ሰራዊት ሒዙ ሱሳ ከምዝተሓወሰዩ ዝሕበር ዘሎ ሕጂ ከኣ ዝወጽእ ዘሎ ሓበሬታ ሰላሳን ትሽዓተን ዝብዝሖም ብወገን ደቡባዊ ቀይ ባሕሪ ካብ ክልል ዓፋር ተበጊሶም ናብ ኤርትራ ኣትዮም ከም ዘለዉ እዩ ዝሕበር ዘሎ
ኤርትራ ልላው ግዝኣታ ንዝጠሓስት ነፋሪት ብልጽግና ኣብ ትሕቲ ቁጽጽር ከም ዘእተወት ይሕበር ኣሎ ሎሚ ወጋሕታ ንሰማያት ኤርትራ ጥሒሳ ናብ ኢማራት ክትሓልፍ ዝፈተነት ነፋሪት ናይ ኢትዮጵያ፣ ኣብ ትሕቲ ቁጽጽር ኤርትራ ከምዝኣተወት ይንገር ኣሎ።